ድምጺ ናይ ሞባይልኩም ኣጥፊእኩም ወይ ኣጥፊትኩም ክትከታተሉና ብኽብሪ ንሓትት። ዝኽረ ሰማእታት ክንገብር ስለ ዝኾንና ድማ ኩላትና ሓፍ ክንብል ዝኾነ ጉልባብ ካብ ርእስና ክንቅድድ ዝኽረ ሰማእታት ንበሩ። ደጊመ እንቋዕ ብደሓን መጻኹም ንኩልኹም ካብ ሓይልታት ምክልኻል ኤርትራ ካብ ትካላትን ምምሕዳራት ናይ ኣስመራ ይኹን ናይ ኩሉ ዞባታት ካብ ኣስመራ ጥራሕ ዘይኮንኩም ድማ ካብ ዓሰብ፣ ምጽዋዕ፣ ከረን፣ ባረንቱ፣ ጾሮና፣ ደቀምሓረ፣ ማዕረባ፣ መንደፈራ፣ ሰገነይቲ፣ ዓደርዓዳ፣ ዓዲቁንጺ፣ ዳዕሮጳውሎስ፣ ሃዘጋ፣ ጸዓዘጋ፣ ጸሎት፣ ጻዕዳ ክርስትያን ሰንዓፈ ደቂ ሸሓይ ኩላትኩም ብሓፈሻ ካብ ርሑቕን ካብ ቀረባን ዝመጻኹምና ደኺምና ርሒቑና ከይበልኩም ምሳና ክትውዕሉ ናብዚ ጎንና መጺኹም ምሳና ክትውዕሉ ብምውሳንኩም ብጣዕሚ የመስግነኩም። መደብና በብነጥቡ ክገልጸልኩም እዩ ከምዚ ብድሕሪ ትከታተልዎ ዘለኹም ፈለማ ህጻን ኣስቴር ደጀን ኣብ መድረኽ ደይባ ካብ መጽሓፍ ናይ ቀደም ዝተወስደት ሓጻር ግጥሚ ከተቕርበልና'ያ። ቀጺላ ኣምባሳደር ሃና ስምኦን መኽፈቲ ክትገብረልና'ያ። ስነጥበበኛ ፍትሓዊ ገብረሂወት ብወገኑ ምስ መጽሓፍቲ ሩት ስምኦን ከላልየና'ዩ። ስነጥበበኛ ግርማይ ኣብርሃም ነዛ ሎሚ ትምረቕ ዘላ መጽሓፍ ደሃይ ዕንበባታት ወይ ቮይስስ ኦፍ ፍላወርስ ከመይ ከም ዘስተማቐራ ክገልጸልና እዩ። ኣርሴማ ዮናስ እውን ኣብ ቤት ትምህርቲ ኣህጉራዊ ሕብረተሰብ ኣስመራ እናተማህረት ታሪኽ ኤርትራ ዘሕደረላ ጦብላሕታ ከተካፍለና'ያ። ተቐማጢት ዴንማርክ ስነጥበበኛ ትዕግስቲ ፍስሃየ ኣብ ኣገዳስነት ንባብ መጽሓፍ ዘለዋ ርእይቶ ከተቕርበ። ስነጥበበኛ ኣሕመድ ዑመር ሸኽ ትርጉምን ምውርራስን ኣብ ስራሓት መጽሓፍቲ ሩት ስምኦን ከተኩር እዩ። ቃል ደራሲት ድሕሪ ምስማዕና መደብና ንምዝዛም ጓል ወዶም ንሓርበኛ ራስ ተሰማ ኣስበሮም ተመስገን ገብረኪዳን ምስጋናኣ ከተቕርብ እያ። ሰናይ ምክትታል። መድረኽ ናብ ህፃን ኣስቴር ደጀን
ወለድና ኣይሞትኩምን ትንፋስኩም ኣብ ትንፋስና ኣሎ ሕልምኹም ኣይበነነን እንሀና ጉዕዞኹም ንቕጽሎ ሰማእታትና ተበሰሩ ኣብ ሕድርኹም ጸኒዕና ክነብርዩ ታሪኽና ብሓይሊ ፈጣሪና። ክነብርዩ ታሪኽና ብሓይሊ ፈጣሪና።

ሎሚ ምሸት ብኣጋጣሚ ምምራቕ መጽሓፍ ደሃይ ዕምባባታት ዕድሜና ኣኽቢርኩም ብብዙሓት ብምምጻእኹም ብጣዕሚ ነመስግን። ክብረት ይሃበልና። ደሃይ ዕምባባታት ደራሲት ሩት ስምዖን ስለዚ ነቶም ትፈልጡ ሓፍተይ ምዃና ንምዝኽኻር ነቶም ዘይትፈልጡ ከዓ ንምሕባር ኣብ ቤት ትምህርቲ ኣህጉራዊ ኮም ኣስመራ ማለት ኣስመራ ኢንተርናሽናል ኮሚኒቲ ስኩል ኦር AICS ከምኡውን ኣብ ኣህጉራዊ ቤት ትምህርቲ ኤርትራዊ ኮም ኣብ ሉዋንዳ ኣንጎላ ብዛዕባ ታሪኽ ኤርትራ ኣብ ዝምሃረትሎም እዋን ኤርትራውያን ቆልዑ ዝሓደሮም ጦብላሕታታት ንምንጽብራቕ ዘዳለወታ መጽሓፍ እያ። ሩት እንቋዕ ሓጎሰኪ። ኣብ ግዜ ገድሊ ካብ ግዜ ገድሊ ኣትሒዝኪ ኣብ ስነ ጽሑፍ ኤርትራ ብዝተጻወትክዮ ተራ ከኣ ኣገዳሲ ተራ እኾርዓልኪ። ልዕሊ ዓሰርተ ቆልዑ ኣብ ዝፈረየት ስድራ፣ ጥምረት ነቲ ስድራ ወይ ነየሕዋት ኣብ ቦትኡ እንከሎ፣ ኣነን ሩትን ካብ ካልኦት ኣሓት ወይ ኣሕዋት ብፍሉይነት ካብ ቁልዕነት ኣትሒዝና ክሳብ ለይቲ ሎሚ ዳርጋ ዘይተፈላለና። ብሓባር ዝተምሃርና፣ ብሓባር ዝተጋደልና፣ ብሓባር ሓጎስና ዘስተማቐርና፣ ብሓባር ብድሆታት ህይወት ዝመከትና፣ ብሓባር ደቅና ዘዕበና፣ ብሓባር ክሳብ ደቂ ደቅና ዝበፃሕና፣ ኮታ ፅሕፍቶታትና ተጣሚሩ ዝጓዓዝ ዘሎ ኣሓት ኢና። ናይ ሎሚ መዓልቲ መመረቕታ ካብዚ ናይ ህይወት ጉዕዞ ዜንጸልን መሊሱ ዝድርዖን እዩ። ሰናይ ምሸት ይግበረልና። እንቋዕ ብድሓን መጻእኹም። እንቋዕ ሓጎሰና። ዓወት ንሓፋሽ።
የቐንየልና ኣምባሳደር ሓራይ። ሕጂ ናብ ሌላ ምስ መጻሕፍቲ ሩት ስምኦን ክንሰግር ኢና። መድረኽ ናብ ስነጥበበኛ ፍትሓዊ ገብረሂወት።
የቐኔለይ ኣድሓነት ማሕሙድ። ሰላም ከመይ ኣምሲኹም? ፍትሓዊ ገብሪሂወት እብሃል። ብመሰረት ዝተገብረለይ ዕድመ ኣብዚ መድረኽ ቀሪበ ትዕዝብታተይን ጦብላሕታይን ከካፍል ዕድል ስለ ዝተዋህበኒ ንኣዳላዊት እዚ መደብ ወይዘሮ ሩት ስምኦን ከመስግን እፈቱ። ሩት ስምኦን ብመጀመርታ ንዓኽን ነተን ወትሩ ኣብ ምርታዕ መጽሓፍትኺ ኣብ ጎንኺ ዘይፍለያ ሓብትኺ ኣምባሳደር ሃና ስምኦን ከምኡ እውን ደቅኺ ራህዋ ማሕሙድ፣ ኣድሓነት ማሕሙድ፣ ሰላም ማሕሙድን እንቋዕ ሓጎሰክን ክብል ይፈቱ። ነዚ ናይ ሎሚ ምሸት ጻንሖት ብወግዒ ዝኸፈተትልና ኣምባሳደር ሃና ስምኦን ምስ ረኣኹ ሓደ ዛንታ ቅጅል ኢሉኒ። ኣብ ኣዲስ ኣበባ ትነብር ዝነበረት ስድራ ቤት ስምኦን ገብረመድህን ስራሕ ገዛ ኩሉ ኣባል ተማቒሉ እዩ ዝዓሞ ዝነበረ። ዕማም ሃና ድማ ምኽሻን መግቢ፣ ወሓለ፣ ከሻኒት እያ ነይራ። ግን ሓደ ምሸት መንእሰይ ሃና ኣብ ትፈትዎ ዓለመ ምንባብ ጥሒላ እናሓንበሰት እንከላ ድራር ከይሰረሐት ስድራ ከካብ ዝነበርዎ ተኣኻኸቡ እሞ ድራር እንተበልካ ድራር ትመስክር ካብ ምንባብ ዝተኾልፈት ሃና ድማ ቀጣን ሽሮ ፈላቕ ፈላቕ ኣቢላ ነታ ስድራ ኣቐሪባ ናብ ውድራይ ምንባባ ተመልሰት። ዝረኸበቶ ስድራ ቀጣን ሽሮ ተደይራ ሓዲራ። በሉ ናብዛ ሓጻር መእተዊት ቪድዮ ከብለኩም'የ ሰናይ ምክትታል። ሰላም ክቡራት ተኸታተልቲ እንቋዕ ብደሓን መጻእኩም። እዚኣ ሓዳሽ ናይ ዩቱብ መርበብ እምበኣር ናይ ሩት ስሞን እትበሃል ኤርትራዊት ጸሓፊትን ጋዜጠኛን ጽሑፋት ዝተቕርብ መደብ ኮይና ብኣውዲዮ ቡክ ዝኣመሰለ ቕረጻ ከተቕርበልኩም ወሲና ኣላ። እዚ መደብ ኩሉ ሰብ ኣብ በብቦትኡ ኮይኑ ኣብ መዓልታዊ ህይወቱ ሰስርሑ እንዳዘውተረ ክከታተሎ ዝኽእል ትሕዝቶ ስለ ዝኾነ ምክትታልኩም ኣይፈለየና። ትሕዝቶና መላለይ መጻሕፍቲ ሩት ስምኦን ኮይኑ ካብ ልበ ወለዳታ ጀሚሩ ናብ መጻሕፍቲ ዮጋ ተሰጋጊሩ ከምኡ እውን ታሪኻዊ ዛንታታት ዝድህስስ ኮይኑ ባህልን ክብርታትን ሕብረተሰብ ኤርትራ ዘጉልሕ ዕማም ኣለዎ። ኣብ ሱሳታት ኣብ ኢትዮጵያ ተወሊደ። ኣብኡ እውን ዓብየ። ወለደይ ምሸት ምሸት ብደቆም ተኸቢቦም ዛንታ እምበር ምላሽ እናደገሙ፣ ተጎቢጥና እምበር ዓድና ኤርትራ ምዃና የስርጹልና ስለ ዝነበሩ ግን ኢትዮጵያዊት እትብል ዜግነት ብልበይ ከይረዓምክዋ ምስ ኣርባዕተ ኣሕዋተይ ናብ ገድሊ ተጸንቢረ። ታሪኽ ነገስታት ኢትዮጵያ ብሽምደዳ እደግሞ እኳ እንተነበርኩ ተሰዊጡኒ ኣይፈልጥን ካብ ቃላት ሩት እዩ። ክረምቲ መጸ ድማ ካብ ኢትዮጵያ ናብ ኤርትራ ምስ ኣዲኣ ብምምጻእ ምስ እንዳቦኣን እንዳዲኣን ትላለ ነበረት። ፍቕሪ ሕብረተሰባ ካብ ሽዑ ዝሓደራ ሩት ኣብ ሰውራ ኤርትራ ኩነታት ኣብ ዘፍቀደሉ ግዜ ኣብ መጽናዕቲ ስነ ማሕበረሰብ፣ ስነ ሰብን ሕብረተሰብን ኤርትራ ተሕልፎ ነበረት። ከም ውጽኢቱ ድማ ካብ ቦሪ ናብ ቦሪ ከምኡ'ውን ዓፍዮት ክሳብ መዓስ ዝብላ ክልተ መጻሕፍቲ ኣብ ሰማንያታት ኣበርኪታ። ናብዚ ሓጻር ትረኻ ዓፍዮት ክሳብ መዓስ ከብለኩም'የ፣ ሰናይ ምክትታል።
ቃዲ ንስኻ ንጓልካ ከተሕጽያ እንከለኻ ነጊርካያ ዶ? ኣቦይ ኣይነገርክዋን። ቃዲ መዓልቲ ዓቕድ'ከ ነጊርካያ ዶ? ኣቦይ። ኣይነገርክዋን። ኣቦይ እታ ነገር ከም ትግምጠሎ ተረዲኡ ቀቢጽ መልሲ ይህብ ነይሩ። ቃዲ። እሞ እንተ ዘይነጊርካያ ዓፌት ሰበይቲ ዓቕድ ኣይትብሃልን እያ። ብመሰረት ሕጊ ሸሪዓ ጓል ትሕጸ ኣሕጺናኪ ትብሃል፣ ክትምርዖ ውን ኣመርዒናኪ ክትብሃል ይግባእ። ኣይኮነን ድዩ? ካብ ልቢ ዘይመንጨወ ፍሽኽታ ኣብ ኣፍቃዲ ይረኣ ነበረ። ምስ ኣቦይ ዝነበርኦ ሕቶታት ምስ ወደኣ ናብ ኣኮይ ገጹ ተጠውዩ፣ ንስኻ ካብ ኣቦኣ ኩሉ ንብረትካ ትቕበል፣ ንዓኣ ዋላ ሓንቲ ኣይተእውድዋን ኢኹም፣ ናጻ ኢያ። ምስ በሎ፣ እታ ዳሕረወይቲ ቃል ሕልመይ ከይትኸውን ተጠራጢረ ክሳብ ዝደግማ ተጸበኹ። ናጻ ናጻ እያ ብሓቂ ዶ እየ ዝሰምዖ ኣለኹ እዚ ቃል ናጻ እየ ክጋደል እየ ኣነ ብታሕጓስ ኣቦይ ብሕርቃን ብሓንሳእ ሓፍ በልና ኣነ ገንዘብ ክመልስ እኽእል እየ ግን ነዛ ጓል ክትምለስ ኣገድዳ በለ ኢዱ ናብቲ ቃዲ እናዘርግሐ እዚ ሕቶ ሸሪዓ ኣይኮነን ንሳ ነቦኣ ኣኽቢራ ክምለስ እንተበለት መርሓባእ ናብ ገሃነም እሳት ክትኣቱ እንተደለየት እውን ክትከይድ ትኽእል እያ ኢሉ ቃዲ ምስ መለሸሉ ኣቦይ ነታ ጣውላ ኢዱ ዓሚኹ ገው እናበለ ክሰብራ ደለየ እዚ ፍትሒ ኣይኮነን ረቢ ፍራሕ ረቢ ፍራህ ያቃዲ ቃዲ ተቖጢዑ ክንዲ ዕጽፊ ነቲ ጣውላ እናዃሕኮሐ። ፍቓድ ረቢ ትጥሕሱ ኣለኹም፣ ኣላህ ዘይፈትዎ ትገብሩ ኣለኹም። በለ። እታ ገዛ ዕግርግር ኣተዋ። ገነትን ሰሊምን ነቶም ኣእዳዎም እናወርወሩን ረቢ ልክርዓኩም እንሻላህ ረቢ ልክርዓኩም እናበሉ ፈንጠርጠር ዘብዝሑ ዝነበሩ ሰብኡት ከዐግሱ ሰብር ሰብር ሰብር ውደው እናበሉ ክዓግትዎም ፈተኑ። ዑስማን ኣብ ኮፍ መበሊቱ ከም ዝተሰመረ ርእሱ ኣድኒኑ ጥራሕ ኣጽቀጠ። እዚ ኹሉ ባእሲ ፍጹም ኣይጸለዎን። ደሓን ኩን ዑስማን ሓወይ! በልክዎ ብልበይ ኣብታ መንደቕ ተጸጊዐ ነቲ ሕንፍሽፍሽ ክዕዘብ ድሕሪ ምጽናሕ። ደጊም ክርቢተይ ተሸርጢጣ እያ ሓንሳእ ሃልሃል ምስ በለት ዓቢጡ ናብ ርሳስ ክመልሳ ዝኽእል ሓይሊ የሎን። ክሳዕ መዓስ ደኣ ገገዲፍካኒ ክትግስግስ? ደጊም መገደይ ከነጽር እየ። ንዓኻ ትኸውን ኣሜን በሃሊት ኣይትስእንን ኢኻ። ምናልባት ምስ ኣረግና፣ ኣብ ዓለም እንተ ጸኒሕናን እንተ ተራኺብናን ነዊሕ ጉዕዞ ህይወትና ገምጊምና ንስሕቀሉ መዓልቲ ይመጽእ ይኸውን። እንታይ እሞ እዘን ቃላት ኣብ እዝኑ ከይበጽሓ እየ ወዲኤየን። ቃዲ ሓሰን ድሕሪ ምውጻእ ክልቲኦም ሰብኡት ብኢዱ ስሒቡ ክሳብ ዘፋንዎ፣ ዑስማን ኣቀማምጣ እግሩ እውን ኣይቀየረን ነይሩ። ኣብ ኣፍደገ እቲ ገዛ ምስ በጽሐ ግን ቁሊሕ ክብልን ክርእዮን ብሓደ ግዜ ኣዒንትና ተጋጢመን። ነቦኻ ርገም ዑስማን፣ ንዓይ ጥራይ ዘይኮነስ ንዓኻውን ሸይጡካ እዩ፣ በልክዎ ክሳብ ገጹ ጠውዩ ዝኸይድ ደው ኢሉ ዘይሰምዓኒ ከይኸውን እናሰጋእኩ። ቃዲ ሓሰን ብቐደሙ ንሕጊ ሻዕብያ ዝቃወም ሰብ ኣይነበረን። ናቕፋ ሓራ ምስ ወጸት ጌና ህዝባዊ ስልጣናት ስለ ዘይተመስረተ ጥርዓናት ሙሉእ ከባቢ ናብኡ ይቐርብ ነይሩ። ንናይ ሰውራ ሕጊ ሸሪዓ ብዘይጋጮ ኣዛሚዱ ብዘይ ጸቕጢ ክፈርድ ብህዝባዊ ግንባር ንዝተዋህቦ ሓበሬታ ብግቡእ ይጥቀመሉ ነይሩ። ኣብ ህዝቢ ጽቡቕ ተቐባልነት ስለ ዝነበሮ ንሱ ዝውስና ዳግማይ ከተዕዘምዝም ኣይትስማዕን ነበረት። ኣቦይ እውን እንተኾነ ቀደም ውዱብ ሓራካ እዩ ነይሩ። ሽዑ ዝጀመሮ ቃልሲ ክሳብ'ቲ እዋን'ቲ ዓሚቕ ሰረት ኣብ ተጋድሎ ሓርነት ኤርትራ ኣሕዲሩሉ ነይሩ እዩ። በንጻሩ ፋጥና ንህዝባዊ ግንባር ዝነበራ እምነት ቀጺላ ከምቲ ኣቦይ ዘዘንተወለይ ሕጂ'ውን ኣብ ፖርትሱዳን ተወዲባ ትሰርሕ ኣላ። ንክፍሊ ታዕሊም ቅድሚ ምብጋሰይ ጸጉረይ ቆሪጸ ስረ ለቢሰ ምስ ረኣየትኒ፣ በስ ደሓን ኩኒ ንዓኺ ዝጠጥሐ ንዓይ ውን ጽቡቕ እዩ ጣዕሳ እታ ካብ ሱዳን ዝመጻእናላ መዓልቲ እኳ ኣይክትወጸለይን እያ ካብ ተፈጸመ ግን ደሓን ምስ ጥዑያት ኢኺ ዘለኺ በርትዒ ካብ ሓዊ የድሕንኪ ኢላ ብጽንዓት እናመረቐት ተፋነወትኒ ብኽያት ኣቦይ ድምብርጽ ኣይበለንን ሳንጣይ ኣንጠልጢለ ሕቖይ ሂበዮ ክኸይድ እንከለኹ፣ ብሓቂ ወላድየይ ኮይኑ ኣይተሰመዓንን። ናይ ሽዓ ጨካን ስጉምተይ ከኣ'ያ ካብ ቁልዕነት ናብ ብስለት፣ ካብ ተዋጋኢት ናብ መልምዒት ሃገር ተሰጋግረኒ ዘላ። ጨካን ኢኺ! ክብለኒ ኣቦይ ሓቅነት ነይርዎ። ጨካን እወ'ታ፣ ጨካን ዝኾንኩ'ሞ ጨካን ስለ ዝተወለድኩ ድየ? ማህጸን ኣደይ ጭካነ ስለ ዘስረጸለይ ድየ ጭካነ ዘውረሰኒስ ናቶም ጭካነ ድኣ ከይከውን ብዕሸለይ ዘኽቲመ ካብ ገዛ ናብ ገዛ ከርተት ክብል ሓንሳእ ናብ ኣሞ ካልእ ግዜ ናብ ሰይተቦ ከም ኩዕሶ ከንከባልል ዶ ወይ ጓለይ ዝብለኒ ረኺበ እየ። ምስ ሩት
ኣብ ክልተ ሽሕን ዓሰርተው ሓደን ዓመተ ምህረት ኣብ ኣስማራ ኢንተርናሽናል ኮሚዩኒቲ ስኩል እዩ ሌላና። ክልቴና ኣብኡ መምሃራን ኢና ኔርና። ቆልዑን ኮተቴን ኣህጉራዊ ኮም ኣብ ምእላይ ዘሎ ብድሆ መቸም ኣይጠፍኣናን ይኸውን። ሩት። ኣብ ኣፈታትሓ ጸገማት ኮነ ምስጋር ብድሆታት እተጸባርቖ ዝነበረ ብልሓት፣ ውጽኢት ናይቲ ቀጻሊ እተካይዶ ዮጋ'ዩ። ዮጋ ማዕረ ክንደይ ሓጋዚ ከም ምዃኑ ዝተረድኣት ሩት፣ ኣብ ክልተ ሽሕን ሸውዓተን ዓመተ ምህረት ዮጋ ንጥዕና ቀዳማይ ክፋል፣ ኣብ ክልተ ሽሕን ሸሞንተን ዓመተ ምህረት ዮጋ ንጥዕና ካልኣይ ክፋል ኣከታቲላ ናብ ህዝቢ ዘርጊሓ። ናብዛ ሓጻር መግለጺት ዮጋ ከብለኩም'የ፣ ሰናይ ምክትታል።
መንፈሳውን ኣካላውን ናጽነት! ሰባት ኣብ ጉዕዞ ህይወትና ብዙሓት ሓሳባት ክህልዉና ባህርያዊ እዩ። ነዞም በብመንገዶምን በብዓይነቶምን ዝቕልቀሉና ሓሳባት ናይ ምምማይ ዓቕሚ እንተለና፣ ካብቶም ብዙሓት ሓሳባት ነቶም ዝመረጽናዮም ኣርእስትታት ብዕምቆት ኣብሲልና ኣብቲ ዝድለ መደምደምታ ከነብጽሖም ኣይጽግመናን እዩ። እቶም በብዝመጹና ሓደስቲ ሓሳባት እናተመሰጥና ንዝቐደመ ከየዕሞቕና ናብ ካልእ ንሰጋገር ሰባት ግን፣ ሰብኣይ ክልተ ኔው ነጀው ክብል ጠፍኤ ከም ዝብልዎ፣ ንኹሉ ክንህንጠ ንሓደ ኣብ ፍረ ከየብጻሕና ናብ ውድቀት ነምርሕ። ሓንጎልና ንዘዝመጸ ሓሳብ ምቕባል እዩ ስርሑ። ነቲ ሕውስውስ ኢሉ ዝተቐበሎ ሓሳባት ምምማይን ቀዳምነታት ሰሪዕካ ናብ ውሳኔ ምብጻሕን ግን ዝያዳ ትኩርነት ዝሓተና ስለ ዝኾነ፣ ብግዳማዊ ጸቕጥታት ከይተጸሎና ናይ ገዛእ ርእስና ኣጠማምታ ከነማዕብል ይግባእ። ነዚ ንምትግባር መንፈሳዊ ናጽነት ክህልወና ኣለዎ። ከምቲ ኣብ ዘበንና ዝዝውተር ዘሎ፣ ግዙኣት ናይ ማዕከናት ዜና፣ ናይ ምንጭታት ፕሮፓጋንዳ፣ ናይ ፖለቲካ ፈላስፋታት፣ ናይ መጻሕፍቲ ዝኣመሰሉ ግዳማውያን ጸለውቲ ኮይንና ክንተርፍ የብልናን። ነብስና ባዕሉ እንታይ ከም ዝመርጽን እንታይ ውሳነ ከም ዝወስድን ክንፈልጥ፣ መዓጹ መንፈስና ከፊትና ከነንብቦ ክንክእል ኣሎና። ነዚ ናጽነት ናይ መንፈስና ከነረጋግጽ እንተ መዲብና ድማ፣ ምስ ኣህጉርና ወይ ምስ ከባቢና ከም ውሕጅ ተገፊጥና፣ ብፕሮፓጋንዳ ተዓሺና ንገዛእ ኣተሓሳስባና ክንጸቅጥ የብልናን። መንፈሳዊ ናጽነትና ክንዕቅብ ይግባእ። ኣካላውን መንፈሳውን ናጽነትና እንተድኣ ዓቂብና፣ ንዘጋጥሙና ብድሆታት ሰባት ብዝሓበሩና መፍትሒታት ዘይኮነስ፣ ምስ ነብስና ተመያይጥና ብዝበጻሕናዮ ውሳኔታት ክንገጥሞም ዓቕሚ ኣሎና። ነብስና ኣይንንዓቆ። ነብሲ ወከፍና ክንዲ ሚእታዊቱ እኳ ዘይዳህሰስናዮን ዘይተጠቐምናሉን ሕቡእ ዓቕሚ ኣሎና። ዮጋ ነዚ ሕቡእ ዓቕምና የገንዝበና። ዮጋ ንኣካልናን መንፈስናን ኣወሃሂዱ ሓድሽ ህይወት ይፈጥረልና። ኣነ ኣነ'የ ንዝብል ኣምር ብሰለስቲኡ፣ መንፈሳዊ፣ ሞራላውን ኣካላውን መንነትና የደልድለልና። ኣብ ነብስና የተኣማምነና። ከምቲ ሓንጎልና ኣጻብዕትና ንኸነንቀሳቕሶምን ከነቆጻጽሮምን ዘኽእለና፣ ንውሽጣዊ ድልየትና'ውን ከም ወለንታና ክንኣልዮ የብቅዓና። ኣብቲ ኤሪትሪያን ስታዲስ ዝብል ዓውደ ትምህርቲ ትምህረሉ ዝነበረት እዋን ነቶም ተማሃሮና ሓረግ ትውልድኹም ኣምጽኡ ክትብሎም ይዝከረኒ። እዛ ቀላል እትመስል ዕዮ ገዛ ናብ መበቆል ዓዲ ስድራቤት ከም እተመርሕ ኣትገብረካ። ኮይኑ ድማ ተማሃሮና ኣብ ቀረመ ሰንበት ዓዲ ተዛዊሮም ጽባቐ ባህሪ ኣስተማቒሮም ምስ ጨና ከብቲ ጤለበጊዕን ዒባን ተላልዮም ምስ ጤረርን ሩባ ዓድን ተፋቒሮም፣ ጸወታ ዓዶም ተጻዊቶም፣ ምስ ቤተሰብ ዓዲ ተላልዮምን ትውልዶም ኣጠናቒቖምን ክመጹ ዕድል ትፈጥረሎም ነበረት። ጥልቂ እማረ ናይታ ዕዮ ኣገዳሲት'ያ። ዛንታ ቺፒ ድማ ነዚ የዘኻኽረካ። ናብዛ ሓጻር ትረኻ ቺፒ ከብለኩም'የ ሰናይ ምክትታል። ጸኒሓ ኣቦቶ መጸት። ንሳ ብዕድመኣ ኣብቲ ከባቢ ዝዓበየት ርግቢት'ያ። ቺፒ ክንደይ ወሊድኪ? ኢሉ ምስ ሓተታ ኣቦቶ ዝን በለት። ንብዓት እናሰዓራ ድማ ሰለስተ ደርዘን ወሊደ፣ እንተኾነ እቲ ርጉምን ጨካንን እንስሳ ክልተ ደቀይ ኣጥፊኡለይ። እቶም ሽዱሽተ ድማ ሓንሳእ ካባይ ምስ ተፈለዩ ኣይተመለሱን። በለቶ። ተማሊኣትሎም ዝመጸት ፍሩያትን ድሩቓትን ጥረታት ዳጉሳ ሂባቶም ድማ ተበገሰት። ቀጺሎም ኣርባዕተ ኣዕዋፍ ብሓባር መጹ። ንሳቶም ዋሪ፣ ጭሩ በለስ፣ ኣፈ ተሪር፣ ዑፍ ኣንጭዋ ይበሃሉ። ንሳቶም ምስ ከዱ፣ ጥቓ ቺፒን መሓሪትን ኣብ እትርከብ ገረብ ኣካሽያ፣ ሓንቲ ጽብቕትን ከባብን ሰፈር ጭሩ ዝሰርሐ ዓርኮም ቺፒቺፖ መጸ። ንሱ እውን ከምቶም ቀዳሞት በጻሕቲ ደስ ኢልዎ ነቶም ጨቓዊትን ንወለዶምን ዘምጽኣሎም ጥረታት ዓይኒ ዓተር ገዲፉሎም ከደ። ኣብ መወዳእታ መሓዙት ማሚ ዝኾና ኣዴታት ረጋቢት መጻ። ንሳተን እውን በብተራ ነቶም ጨቓዊት በጽሓኦም እሞ፣ ሓንቲ ካብኣተን በስም ኣብ ኣግራብ ስየ ጎደና ሓርነት ዝሰፈራ ኣዴታት ንዘምጸኣሎም ጥረታት ወፈየትሎም። ድሕሪ'ዚ ኩሉ ምብጻሕ፣ መሬት ምስ መሰየ፣ ቺፒ ብግዲኡ፣ ናብታ ዘኽብራ ብጸይቱን ሓደስቲ ደቁን ጽግዕ በለ። ዘረባ ኣቦቶ ሰሚዕክዮዶ መሓሪት? ሓንሳእ ምስ ተፈልዩ ዘይምለሱ ውላድ ኣለዉ ማለት እዩ። ደቅና ከምኡዶ ይገብሩና ይኾኑ? ኢሉ ሓተታ። መሓሪት ግን እንታይ ትዛረብ ኣለኻ? ደቅና ለባማት እዮም። ባባኦምን ማማኦምን ኣይክርስዑን እዮም። ኢላ ኣቕሰነቶ። ከምኡ እናተበሃሃሉ፣ መሓሪት መንገብገባ ሓፍ ኣበለቶ እሞ፣ ቺፒ ኣብ ሰፈሮም ምስ ደቁ ተጸንቢሩ ኣብ ሕቝፊ መሓሪት በጥ በለ።
ጓል ክልተ ዓመትን መንፈቕን ሩት፣ ትምህርቲ ዝተበኰረትሉ ቋንቋ ፍሬንች እዩ። ኰነ ድማ፣ ኣብ ክልተ ሽሕን ዓሰርተው ክልተን መዝገበ ቃላት ፈረንሰኛ-ትግርኛ ዘሕተመት፣ ብወርቃዊ ሕብሪ ዘጌጸ ገበር ናይዛ መጽሓፍ፣ ህያብ በዅሪ ጓላ ራህዋ እዩ። ሩት ነዛ መጽሓፍ ኣብ መበል ወርቃዊ ዮቤሉ ዕድሜኣ ስለ ዘሕተመታ፣ ነዚ እምነ ምዕራፍ ንምጽብራቕ እያ ነዲፋ ከም ህያብ ዘቕረበትላ። ድሕሪ ሰለስተ ዓመታት ድማ ካብ ቋንቋ ፈረንሰኛ ናብ ትግርኛ ዝተርጎመታ ዘራእቲ ዕግርግር ዘርእስታ መጽሓፍ ንህዝቢ ኣቕሪባ። ክህሎት ናይ ምትርጓም ኣብ ጥቕሚ ሓፋሽ ዘውዓለት ሩት፣ እታ መጽሓፍ ኣብ ምንቃሕ ኣብ ምክልኻል ሃገር ተዋፊሮም ዝርከቡ መንእሰያት ኤርትራና ዓቢ ኣበርክቶ ገይራ ትርከብ። ናብዛ ሓጻር ትረኻ ዘራቲ ዕግርግር ከብለኩም'የ፣ ሰናይ ምክትታል። ኣብ ሊብያ ኣምባሳደር ሩስያ ዝነበረ ቭላዲሚር ቻሞቭ ብዛዕባ ናይ ሊብያ ጭቆና ምስ ተሓተተ፣ ናይ ምንታይ ጭቆናዶ ነይሩ እዩ? ሊብያውያን ገዛ ክሰርሑ እንተደልዮም ንዕስራ ዓመት ወለድ ዘይክፈሎ ለቓሕ ይወሃቦም። ዋጋ ሊትሮ ቤንዚን ዓሰርተ ኣርባዕተ ሳንቲም ጥራይ ነይሩ። መግቢ ብናጻ ይዕደል። ሓዳስ ናይ ደቡብ ኮርያ ጂፕ መኪና ብሸውዓተ ሽሕን ሓሙሽተ ሚእትን ዶላር ትዕደግ። ስራሕ ዘይብሉ ሰብ ሸውዓተ ሚእትን ሓምሳን ኤውሮ ኣብ ወርሒ ይኽፈል። ኣብ ሆስፒታል እትሰርሕ ኣላዪት ሕሙማት ሓደ ሽሕ ዶላር ትኽፈል። ሓራስ ኣብ ነብሲ ወከፍ ዕሸላ ሸውዓተ ሽሕ ዶላር ትወሃብ። ሓደስቲ ሰብ ሓዳር ኣብ ሪሻን ሓንቲ ክፋል ክገዝኡ ሱሳን ኣርባዕተን ሽሕ ዶላር ይውፈየሎም። ብሕታዊ ትካል ዝጅምር ሰብ መተባብዒ ደገፍ ዕስራ ሽሕ ዶላር ይወሃብ። ከበድቲ ቀረጽን ግብርን እሞ ኸኣ ፍጹም ኣይነበሩን ኢሉ መለሰ። ክንድዚ ሓለፋታት ንዝገበረሉ መንግስቲ ዝግምጥል ህዝቢ ክህሉ ምሕሳብ ድንቁርና ጥራይ እዩ። ኣብ ሊብያ ጉድለት ናጽነት ብመጠኑ ነይሩ እኳ እንተተባህለ፣ ክንድቲ ኣብ ቱኒዝያን ምስርን ዘጋጠመ ማዕረ ንሰውራ ዝደፋፍአ ማሕበረ-ቁጠባዊ ኩነታት ኣይነበረን። ኣብ ክልቲኤን ሃገራት ዝነበረ ምንቅስቓስ ንምሉእ ህዝቢ ከሳትፍ ምኽኣሉ መርኣያ ናይቲ ኣብኣተን ዝነበረ መሪር ጭቆና እዩ። እቲ ስርዓተ ጭቆናቲ ኣብ ጥርዚ ብምብጽሑ ድማ መራሕቱ ክሳብ ዝግምጠሉ ኮኑ። ኣብ ሊብያ ግን ቃዛፊ ንኽዕሎ ናይ ኔቶ ደብዳብን ምትእትታውን ኣድለየ። እዛ ብሕብረ ብሄራትን ባህርያዊ ሃብትን እትፍለጥ ጽብቕቲ ሃገረ ኢትዮጵያ፣

ብሓፈሽኡ ክትሪኦ ከለኻ እታ መጽሓፍ ኣዝያ ንድሕሪት ትመልሰካ እያ። ጥልያን እእትው ኢሉስ ነዊሕ ከይገበርካ ኢኻ እቲ ዛንታ ትጅምሮ። ከም መጽሓፍ ዓባይ መጽሓፍ እያ፣ ክትግንጽል ምስ ጀመርካ ኸኣ ትንእሰካ፣ ትውሕደካ። እንቋዕ ቀዳማይ ክፋል ጥራይ ኮነት። እቲ ዛንታታት ግን እቲ ሓርበንኘት ዝበሃል እቲ ሃገራውነት ዝበሃል ገለ ናይ ዝሓለፈ ሳላሳ ሱሳ ገለ ዓመት ጥራይ ከም ዘይምዃኑ ከተረጋግጽ ማለት እዩ ነዊሕ ዓመታት እዩ መጺኡ ሕጂ እቲ ክብርታት ናይ በዓል ሩት ናይ በዓል ሃና ገለ ክትርእዮ እንከለኻ ኣሃ ናተን ዘይኮነስ ናይ ኣቦታተን ጥራይ ዘይኮነስ ካብ ኣባሓጎታት ዝመጸ እዩ ከም ኩሉ ኤርትራዊ ማለት እዩ ሕጂ ከምኡ ዓይነት ሕላገት ዘለዎ ስድራ ኣለውና ከምኡ ዓይነት ክብሪ ዘለዋ ሃገር ኣላትና ሕጂ እታ ብደም እያ መጺኣ ክብርቲ ሃገር እያ ገለ ኢልካ እቲ መግለጺታት ትጥቀመለን ኪንዮ እቲ ንሕና ንሓስቦ ዓሚቕ ትርጉም ከም ዘለዎ ናብቲ መጽሓፍ ትረኽቦ ኢኻ ማለት እዩ ኣይ ሆፕ ኩሉ ሰብ የንብባ ኣይ ሆፕ ብዙሕ ሰብ ካብኣ ይመሃር ምኽንያቱ ከምዚ ታሪኽካ ፈሊጥካ ውሳኔታት ክትውስን እንከለኻ ለባም ውሳኔታት ኢኻ ትውስን። ከምኡ ዓይነት መልእኽቲ ኣለዋ እታ መጽሓፍ ማለት እዩ። ንብሩትካ ካልኣይ ክፋል ኣይትደንጉይና ክብላ ይደሊ። ብጣዕሚ ጽቡቕ ኣምሲ። ሎማዓንቲ ኣብ መድረኽ ደይብኪ ንዓባይኪ ግጥሚ ገጢምክላ ከመይ ተሰሚዑኪ? ብጣዕሚ ጽቡቅ ተሰሚዕኒ ዳዳየ ድማ መጽሓፋ ተመርቃ ደላ ንመጀመርታ ጊዛ ብጣዕሚ ተሓጉሰ። ንስኺ ከ ከምኣ ደራሲት ክትኮኒ ናታ ክትወርሲ መደብ ኣለኪ ዶ? እወ። የቐንየልና።